ሰላም ጥዕና ሃበለይ ኣብ ናይ ሎምዓንቲ ቪድዮና ድማ ኣብዚ ዕለት እዚ ኣብዚ መሓበራዊ ሚድያ ኣዘራረብቲ ኮይኖም ዝውዓሉ ቪድዮታትን ካልኦት እዋናዊ ሓደሽቲ ሓበሬታታትን ብሓባር ብምዃን ክንከታተል ሒዘልኩም ቀሪበ እኔኹ። ሕጂ ኣብዚ ኹናት ንዓሰብ ብጉልበት ክሕዛየ ኢሉ በቲ ደረጃ እቲ ምስ ሻዕብያ ኹናት እንተዝውልዕ። ኣወል ስዒድ ኣርባዕተ ፖይንት ኩንታል ኣምፂኡ ሓሸውቲ። ኤርትራን ስዑዲ ዓረብን ኣብ ስምምዕ ከምዝበጽሓ ተገሊጹ። እዚ ከምዚ ኢሉ እንከሎ ላዕለዎት ሰብስልጣን ስነ ስዑዲ ዓረብ ናብ ኣስመራ ክገሹ ከምዝኾነ ተገሊጹ።
ኢራን ባሕሪ ሄርሙዝ ንኸልተ ሰሙን ክፍቲ ክትገብሮ ተስማሚዓ እያ። እቲ ስግኣት ግን ኣሜሪካን ኢራንን ተኹሲ ደው እኳ እንተብላ እስራኤል ግን መጥቃዕተይ ክቕጽል እየ ክትብል ተሓንያ እያ።
እዚኣቶምን ካልኦትን ናይዚ ዕለት እዚ ካልኦት ሓደሽቲ ሓበሬታታት ብሓባር ብምዃን ክንርኢ ኢና ሰናይ ምክትታል። ኤኒዌይስ ደቂ ዓበይቲ ነቲ ቻናል እዚ ሓደሽ ለኾንኩም ሰባት ላይክ ሸር ሳብስክራይብ እንዳገበርኩም ጀምርዎ። ንቐጽል። ሽምባርክስ ፍትዋት ተኸተተልቲ ከም መእተዊ መደብ ክኾነና ኣብዚ ክልተ ሰለስተ መዓልትታት ማለት ውን ኣብ ጽምዶ ሰላሳን ኣርባዕተን ኣወል ሲዒድ ልዕሊ ኣርባዕተ ሚእቲ ኩንታል ናብ ሸራሮ ብበዓል መድሂንኣለም ኣመልኪቱ ከም ዘእተወ ዝርሳዕ ጉዳይ ኣይኮነን። ንዕኡ ስዒቡ ከኣ ሓደ ሓውና ብዛዕባ እዚ ጉዳይ እዚ ሓደ ሓደ ሓሳባት እንዳሃበ ይርከብ። ነዚ ሓሳብ እዚ ምስ ሰማዕና ድማ ንህቦ ናይ ባዕልና ሓሳብ ወይ ካዓ ኣብዚ ልዕሊ ሓሳብ ዘመንጩ ዘሎ ትግራዋይ ንምልሶ መልሲ ክህልወና እዩ እስቲ ከም ዝስዕብ ተኸተቲልናዮ ንመለስ። ኣወል ስዒድ ኣርባዕተ ፖይንት ኩንታል ኣምፅኡ ሓሸውቲ ቡልቡላት ኮይንኩም ስሩ ስጋኒ ብመኪና ገይሩ ሸራሮ ኣራጊፉ ሓሸውቲ ሓሸውቲ ንባዕልና ድዩ ስንት እኽሊ ንባዕልና

ጎበዛት ቀስ ብቀስ ተን መኪናን ኣምፅወን ኣምፅወን ደው ኢለን የኒዋ እየ ክትብለኹም ኣምፅወን ግርም ግርም ፅምደባ ከምዚኣ ተቃፂላ ክንስማዕማዕ ንኽእል ኢና ኩለን ግን ኣይተምፅወን ግዛኣም ዝኣ ከይተቐሪ ንብረት ላብ ባዕሉ ዋና ትመለስ ያፍተዋ ተኸታተልቲ እቲ ቪድዮ ነተኸታተልኩም ይመስል ነይሩ ማለት እውን ብሓደ ሓደ መናእሰይ ትግራይ ንፅምዶ ዘለዎ መረኣያ እዚ ይመስል ማለት እውን እዚ ፅምዶ እዚ ብቐልዲ ደኣ እምበር ብቁም ነገር ክሓስብዎ ኣይከኣሉን እስካዕ ዛሕዚ ሰዓት ከም ዝፍለጥ ልዕሊ ኣርባዕተ ሚእቲ ኩንታላት ኣወል ስዒድ ናብ ብበዓል መድሂንኣለም ኣመልኪቱ ናብ ከተማ ሸራሮ ከም ዘእተወ ዝርሳዕ ጉዳይ ኣይኮነን። ንዕኡ ስዒቡ ከኣ እዚ ሓውና እዚ ኣየእተውን እዚ ንብረት እዚ ናህና እዩ ናይ ኤርትራ ኣይኮነን ክብል እውን ይስማዕ ኣሎ። እዚ ጉዳይ እዚ ድማ እዚ ሓውና እዚ እንዳሓሰወ ይርከብ። እዚ ጉዳይ እዚ ብወገን ዛራ ሚድያ ወይ ከኣ ስታሊን ዝሕለፎ መልእኽቲ እንትኸውን እዚ ልዕሊ ኣርባዕተ ሚእቲ ኩንታል እኽሊ ናብ ሸራሮ ከም ዝኣተወ ክሕብረኩም ይፈቱ። እዚ ሓውና እዚ። ዘሕልፎ ዘሎ መልእኽቲ ካብ ጽልኢ እቲ ሕሉፍ ታሪኽ ተላዒሉ ደኣ እምበር ካሊእ ምኽንያት ከምዘይብሉ ክሕብረኩም ይፈቱ ወይ ከኣ እታ ሓቂ ክዛረባ ስለ ዘይደለየ ክብለኩም ይፈቱ እሺ እምበኣር ከስፍትዋ ተኸተተልቲ ኣብዚ ጉዳይ እዚ ሓሳብ ወይ ከኣ ርእይቶ ዘለኩም ሰባት ኣብ ቦታ ኮመንት ክተቐሙጥለይ ብትሕትና ይላቦ እሺ እምበኣር ከስፍትዋ ተኸተተልቲ እዚ ካብ ረኣና እስቲ ናብ ዝቕጽል ቪድዮ ንስገር እሺ እምበኣር ንፍትዋ ተኸተተልቲ ቀጺልና ንርኾ ቪድዮ ካዓ ኣወል ሲዒድ ከም ዝሓበረና ሓበሬታ እንድሕር ዳኣ ኮይኑ ወይ ካዓ ከም ዘስምዖ መደረ እንድሕር ዳኣ ኮይኑ መንግስቲ ብልጽግና ኣብ ልዕሊ ኤርትራ ኩናት ብምኽፋት ዓሰብ ክወስድ እየ እንድሕር ዳኣ ዝብል ኮይኑ ብወገን ሰራዊት ሻዕብያ ዕድመ ናይ መንግስቲ ብልጽግና ክሓጽር ምዃኑ እንዳበለ እንዳሓበረና ይርከብ እስቲ ከም ዝስዕብ ተኸተቲልና ንመለስ። ኮራ ልደቱ ኣያለው።
ኢትዮጵያን የመሰለ ድሃ ሃገር ራሷ በቋፍ ውስጥ ያለች ሄዳ ኤርትራያን ተቆጣጥራ እንዴት አይነት ዓለም አቀፍ እውቅና ነው ሊገኝ የሚችል? ከም ኢትዮጵያ ዝኣመሰለት ድኻ ሃገር ንባዕላ ኣብ ተኣፋፊ ኩነታት ትርከብ ክነሳ ከይዳ ንኤርትራ ብምቁፅፃር ከመይ ዝኣመሰለ ኣህጉራዊ ተፈላጥነት እዩ ክርከብ ዝከኣል? ቀዳማይ ነገር ዝርከብ ኣይኮነን። ካብ ፈለማ ብሓይልን ብኸምኡ ዓይነት ደረጃን ረብሓኻ ንምውሓስ ተባሂሉ ዝኽፈት ኲናት ተቖጻጺራ ንኣስታት ሰሙን ወይ ክልተ ሰለስተ ሰሙን ብሰላም ከተመሓደር በቲ ኣፍደገ ባሕሪ ክትጥቀም እውን እውን ኣይትኽእልን እያ። እዚ ሕጂ ዘለዋ ናይ ሓይሊ ኩነታት ነዚ ዘፍቅድ እውን ኣይኮነን። ስለዚ ብብዙሕ ኣንፈት ማለት ብመንጽር ውሽጣዊ ዓቕምና እንተርኢኻዮ፣ ብመንጽር ቀዳምነታት እውን እንተርኢኻዮ፣ ብመንጽር ኣህጉራዊ ተቐባልነት እውን እንተርኢኻዮ ብዝኾነ መለክዒ ኲናት ዘየዐውት ፕሮጀክት እዩ። ነቲ ሓቂ ክነግረካ እዚ መንግስቲ እዚ ልዕሊ ኩሉ ነገር ንናይ ገዛእ ርእሱ ልዕልና ስልጣን ኣዝዩ ዝጭነቕ መንግስቲ እዩ። ሓቂ ዶ ክዛረብ? ንሃገረይ ዝሃሲ ስለ ዝኾነ እምበር ሕጂ ኣብዚ ኹናት ንዓሰብ ብጉልበት ክሕዛ እየ ኢሉ በቲ ደረጃ እቲ ምስ ሻዕብያ ኹናት እንተዝውልዕ ልዕሊ ኩሉ ናይ ገዛእ ርእሱ ዕምሪ ናይ ገዛእ ርእሱ ዕምሪ ክሕጽር ይብል ልደቱ ኣያለው ርእሱ ዕምሪ ክሕጽር ይብል ልደቱ ኣያለው አሰብን በጉልበት ይይዛለሁ ብሎ በዛ ደረጃ ጦርነት ቢያስነሳ ከምንም ነገር በላይ የራሱን እድሜ ነው የሚያሳጥር። ሕቶ ቀይሕ ባሕሪ ንሕና እንተ ዘየሳኻዕናዮ ደቅና ከሳኽዕዎ እዮም እብል ነይሩ እዚ ዕሸል። መልሲ ኤርትራ ድማ ካብ ኣቦሓጎታትና ስጋብ ኣባና ካባና ድማ ስጋብ ዚኣቶም ጽፍዒት ክኸውን መልሱ ተመልከት በሉለይ።

ብሕጂ ሰላሳ ዓመት ውን እዚ ወይ እዚኣ ኣጉባዝ ኮይኖም እዮም ክጽበይኹም በሉለይያ ቆንዳፍ ዋሒድ። የፍትወት ተኸታተልቲ እቲ ቪድዮ ነተኸታተልኩም ይመስል ነይሩ ማለት እውን መንግስቲ ብልፅግና ኣብዚ ሕዚ ሰዓት እዚ ናብ ዓሰብ ንክወርር እቲ ዓብዪ ድሌቱን ባህጉን እቲ ቀንድን ስራሕቱን ኮይኑ ከምዘሎ እንዳረኣናዮ ንርከብ ንዕኡ ስዒቡ ከዓ ኣብዚ ሕዚ ሰዓት ሓዱሽ ሓድሽ መግለፂ ከምዘውፀኡ እውን እንዳረኣና ንርከብ። እቲ መግለፂ ንሱ ድማ ዓሰብ ንሕና ተዘይሓዝናዮ ወይ ከዓ ኣብዚ ሕዚ ሰዓት ተዘይሓዝናዮ ቀፃሊ ወለዶ ክሕዞ ምዃኑ ዝብል ሓበሬታ እንዳውፀኣ ይርከብ ወይ ከዓ ፈኸራ መሳሊ ዘረባታት እንዳወዘዐ ፀኒሑ እዩ። ንዕኡ ስዒቡ ከዓ ኣወል ስዒድ እግሪ እግሪ መንግስቲ ብልፅግና ብምኻድ ሓሶታት መንግስቲ ብልፅግና ምውራድ ዘይስልችዎ ኣወል ስዒድ ኣብዚ ሕዚ ሰዓት ነቲ ጠቅላይ ሚኒስተር ኣብይ ኣሕመድ ዝተዛረቦ ዘረባ ወይ ከዓ መንግስቲ ብልፅግና እኹል ዝኾነ መልሲ ወይ ከዓ እኹል ዝኾነ መርትዒ ዝኾነ ቪድዮ እንዳቕረበሉ ይርከብ። እቲ መርትዒ ዝኾነ ቪድዮ ድማ እቶም ንሕና ተዘይሓዝናዮ ንሶም ክሕዝዎ'ዮም ትብሎም ዘለኻ ወለዶታት ንዕኦም ዝኾኑ ሓይልታት'ውን ንሕና ንዕበ ኣለና ክብል ብቪድዮ መልክዕ መሊሱሉ ይርከብ። ሽምባርከስ ፍቱዋት ተኸታተልቲ ኣብዚ ጉዳይ እዚ ሓሳብ ወይ ከዓ ርእይቶ ተሃልዩኩም ኣብ ቦታ ኮመንት ከተቐምጡለይ ትሕትና ይላቦ። ብምቕጻል ድማ መንግስቲ ብልጽግና ዓሰብ ንኽወርር ኣብዚ ሕዚ ሰዓት እዚ እንድሕር ድኣ ፈቲኑ ዕምሩ ወይ ክዓ ዕድሚኡ ክሕጽር ምዃኑ እዩ እንዳሓበረና ዝርከብ ማለት እውን ልደቱ ኣያለው ኣብዚ ጉዳይ እዚ እውን ሓሳብ ወይ ክዓ ርእይቶ ተሃልይኩም ኣብ ቦታ ኮመንት ክተቐምጡለይ ብትሕትና ይላቦ። እሺ እምበኣርከስ ፍትዋት ተኸታተልቲ እዚ ካብ ራእና እስቲ ናብቲ ዝቕጽል ቪድዮ ንስገር። እሺ እምበኣርከስ። ክፍትዋ ተኸተተልቲ ቀጺልና እንርሆ ቪድዮ ካዓ ኣብ መንጎ ኢራንን ኣመሪካን ዝነበረ ወጥሪ ወይ ካዓ ኩናት ኣብዚ ሕዚ ሰዓት እዚ ኣብዚ ሕዚ ሰዓት እዚ ደው ከምዝበለን ናይ ሓሳብ ስምምዕ ከምዝገበራን እንዳተሓበረ ይርከብ እዚ ናይ ሓሳብ ስምምዕ ድማ ግዝያዊ ከምዝኾነ እውን ሓደ ሓደ ሓበሬታታት እንዳወዝዑ ይርከቡ እስቲ ከምዝስዕብ ንከታተል። ጦርነት ደው ኢሉ ፕሬዚዳንት ትራምፕ ኣብ ልዕሊ ኢራን ክፍጽሞ ዝነበረ መጥቃዕቲ መጥፋእቲ ብሰከን ፈሊሊ ንኸልተ ሰሙን ኣጊድዎ። ኢራን ባሕሪ ሄርሙዝ ንኸልተ ሰሙን ክፍቲ ክትገብሮ ተስማሚዓ እያ። ግን ነፍሲ ወከፍ መርከብ ክልተ ሚልዮን ዶላር መተሓላለፊ ታሪፍ ክተኸፍል እያ፣ እዚ ድማ ንዳግመ ህንጸት ኢራን ዝውዕል እዩ ተባሂሉ'ዩ። ንመጻኢ ዓርቢ ድማ ፓኪስታን ልኡኻት ኣሜሪካን ኢራንን ገጽ ንገጽ ክራኸቡ እዮም፣ ጄዲ ቫንስ'ውን ክርከብ'ዩ ተባሂሉ ትጽቢት ይግበር። እቲ ስግኣት ግን ኣሜሪካን ኢራንን ተኹሲ ደው እኳ እንተበላ እስራኤል ግን መጥቃዕተይ ክቕጽል እየ ክትብል ተሓንያ እያ። የፍትዋ ተኸታተልቲ እቲ ቪድዮ እነተኸታተልኩም ይመስል ነይሩ። ኣብ መንጎ ኢራንን ኣመሪካን ዝወረደ ናይ ሰላም ስምምዕ ብወገን እስራኤል ቅቡል ከምዘይኮነን ኣነ ዓጸፋዊ ግብረ መልሲ ወይ ከዓ መጥቃዕቲ ክፍጽም ምዃነይ ዝብል መግለጺ እንዳውጸእት ትርከብ ማለት እውን እስራኤል። እስቲ ኣብዚ ጉዳይ እዚ ሓሳብ ወይ ከዓ ርእይቶ ተሃልይኩም ኣብ ቦታ ኮመንት ኣቐምጡለይ። ሽምባርከስ ፍትዋ ተኸታተልቲ ካብዚ ብምቕጻል ድማ ኣብ መንጎ ስዕዲ ዓረብን ኤርትራን ሓድሽ ዝኾነነ ስምምዕ እንዳተገበረ ይርከብ። ወይ ከዓ እንዳተፈፀመ ይርከብ። እስቲ ከም ስዕብ ንከታተል። ኤርትራን ስዑዲ ዓረብን ኣብ ስምምዕ ከምዝበጽሓ ተገሊጹ። ኣብ መንጎ ኤርትራን ስዑዲ ዓረብን ዘተ ምክያዱ ዝሕብሩ ናይ ኣስመራ ጸብጻባት፣ እቲ ርክብ ኣብ ቤት ጽሕፈት ሚኒስተር ወጻኢ ጉዳይ ከምዝተኻየደ እውን ይገልጹ። ኣብ ሓባራዊ ዕብየትን ረብሓን ዝተመርኮሰ ዘተ ዘካየዱ ኣምባሳደር ስዑዲ ዓረብ ኣብ ኤርትራን ሚኒስተር ወጻኢ ጉዳይ ኤርትራን፣ ኣብ መንጎ ክልቲኤን ሃገራት ዝጸንሐ ነዊሕ ዝሰረተ ዝምድና ኣብ ምዕባይ ክስረሐሉ ከም ዝዘተዩ እውን ተገሊፁ ኣሎ። ዞባዊ ሰላምን ፀጥታን ንምርግጋፅ ናይ ክልቲኤን ሃገራት ሓላፍነት ምዃኑ እውን ዝሕብሩ ምንጭታት፣ ዞባ ቀይሕ ባሕርን ቀርኒ ኣፍሪቃን ቀንዲ ዛዕባ ናይቲ ርክባት ክኸውን ከም ዝኽእል እውን ይሕበር ኣሎ። እዚ ከምዚ ኢሉ እንከሎ፣ ላዕለዎት ሰብስልጣን ንግስነት ስዑዲ ዓረብ ናብ ኣስመራ ክገሹ ከም ዝኾነ ተገሊፁ። ብመሰረት ሓበሬታ ሳውዲ ጋዜጣ፣ ላዕለዎት ተወከልቲ ንግስነት ስዑዲ ዓረብ፣ ብሚኒሰር ምክልኻል እታ ሃገር ዝተመርሐ ልኡኽ ምስ ሰበስልጣን መንግስቲ ኤርትራ ንምርኻብ ናብ ኣስመራ ክብገሱ ምዃኖም ገሊጻ። የፍትሖ ተኸታተልቲ እቲ ቪድዮ ነተኸታተልኩሞ ይመስል ኔሩ ማለት እውን ኣብዚ ጉዳይ እዚ ሓሳብ ወይ ከዓ ርእይቶ ተሃልዩኩም ኣብ ቦታ ኮመንት ኣቕምጡለይ ናይ ሎማዓንቲ ቪድዮና ነዛ እስካዕ ዝተኸታተልኩማ ትመስል ኔራ ብኻሊእ ብልቕፅል ቪድዮ ስታዕ ንጋነ በብዘለኹሞ ይመችኹም ሰላም ኩኑለይ ሰሰናዩ